ዝተረፈ ህይወትካ ሕጉስን በዓል ጸጋን ክትከውን እንተደሊኻ ነዚ ዝስዕብ ትምህርቲ ጥራይ ጽቡቕ ጌርካ ተምሃሮ። ካብ ኣብ ስራሕኻ ንላዕሊ ኣብ ገዛ ርእስኻ ኣበርቲዕኻ ምስራሕ ተምሃር። ብጅም ሮን ኣነ ብተመኩሮታተይ ከም ዝረኸብክዎ ኣታዊ ማለት ዶሞስ ካብ ውልቃዊ ዕቤት ብዙሕ ከም ዘይፈላለዩ ምናልባት ሓደ ሓደ ግዜ ኣታዊ ብዕድል ንላዕሊ ክድይብ ይኽእል እዩ። ንስኻ ከም ሰብ እንተ ዘይዓቢኻ ናብቲ ዝነበሮ እዩ ዝምለስ። ህይወት ንዓና ዘይርድኣና ናታ መንገዲ ኣለዋ። ሓደ ሚልዮን ዶላር እንተ ተቐቢልካ ቀልጢፍካ ሚልዮነር ክትከውን ኣለካ። እዚ ማለት ናይ ሚልዮነራት ኣተሓሕዛ ገንዘብ ክህልወካ ኣለዎ። ነቲ ገንዘብ ክትዕቅቦ መታን። ከምዚ እንተ ዘይጌርካ ኩሉ ከም ትኸስሮ ርግጸኛ እየ። ሓደ ግዜ ከምዚ ዝስዕብ ዝብል ሰሚዐ ነይረ።

ንኽትልወጥ ቁሩብ ተደኣ ኾንካ ንለውጢ ዝኾኑ ሂወትካ ክቅይሩ ዝኽእሉ ሰለስተ ስቴባት ክህበካ እየ ኩሉ ክቅየር ይኽእል እዩ ሂወትካ ባህርያትካ ኣነባብራኻ ማለት ላይፍ ስታይል ናትካ ኩሉ ክልወጥ ይኽእል እዩ እቶም ስጉምትታት እዞም ዝስዕቡ እዮም ቀዳማይ ነገራት ከመይ ከም ዝሰርሑ ፍለጦም ንኽትቅየር ሓሳባት የድልዩኻ እዮም። ሓሳባት ማለት ኣይድያ ዘይቅየር ነገር የለን። መምህረይ ከም ዝነገረኒ እቲ ቀንዲ ጸገም እቲ ጸገም ዘይኮነስ ዋሕዲ ናይ ሓሳባት እዩ። ንመምህረይ ኢለዮ ገንዘብ ዝበሃል የብለይ ንሱ እዚ ጸገም ከም ዘይኮነ ነይርኒ። እቲ ጸገም ከመይ ጌርካ ሃብትን ጸጋን ትሃንጽ ናይ ዘይምፍላጥ ዋሕዲ ሓሳባት እዩ። ዋሕዲ ገንዘብ ኣይኮነን። ዋሕዲ ሓሳባት እዩ። ስለዚ ሓሳብ እንተረኺብካ ክትቅይሮ ትኽእል ኢኻ። ሓሳባት ንኽትረክብ ሓደ ዘየቋርጽ ናይ ምድላይ ሓሳባት ምርምር እዩ ዘድልየካ። ዕዉት ንኽትከውን ትምኒት ኣለካ እተደኣ ኮይኑ ዓወት መርምር ማለት ስታዲ ግበሮ። ሕጉስ ክትከውን እንተደሊኻ ሓጎስ መርምር። ሃብቲ እንተደሊኻ ሃብትን ጸጋን ስታዲ ግበር። ንዕድል ኣይትግደፎ። ከም ዕዮኻ ወሲድካ ኣጽንዓዮ። ገለ ሰባት ዝምነይዎ ብዕድል ከጋጥሞም እንዳተተስፈዉ'ዮም ዝጓዓዙ። እዚ ግን ኣይከጋጥምን እዩ። እቶም ቁጠባኻ፣ ማሕበራዊ፣ መንፈሳዊ፣ ውልቃዊ ህይወትካ ዝቕይሩ ነገራት ከተጽንዖም ኣለካ። ቀጺሉ ይብል። ገለ ንዓኻ ዝሰርሓልካ ነገር እንተ ረኺብካ፣ ነቲ ሓበሬታ ኣብ ናይ ሓሳባት ዳየሪኻ ኣቐምጦ። ኣብ ርእስኻ ጥራይ ዘይኰነስ ብመልክዕ ጽሑፍ። ድሒርካ እቲ ካልኣይ ዝበለጸ ነገር መታን ክትገብር፣ ምድግጋም፣ ምድግጋም፣ ምድግጋም ደጋግሞ። ድሕሪ ግዜ እዚ ሓሳባት እዚ ሱር ሰዲዱ ኣብ ናይ ባንክ ሕሳብካ፣ ኣከዳድናኻ፣ ባህርያትካ፣ ኣነባብራኻ ክትሪኦ ክትጅምር ኢኻ። ሕጂ ፍቓደኛ እንተደኣ ኾንካ ግብራውያን ዝኾኑ ኩሉ ክትቅይረሎም እትኽእል ምኽርታት ክህበካ እየ። እቲ ቀዳማይ ምንባብ እዩ። ኩሎም እቶም ዝተዓዘብኩዎምን ምሳይ ዝሰርሑን ዕዉታት ሰባት ንፉዓት ኣንበብቲ እዮም። ናይ ፍልጠት ባህጊ ከም ዘንብቡ ይገብሮም። የንብቡ የንብቡ ንገዛእ ርእሶም ባዕሎም ይምህርዋ። ልሙድ ዝኾነ መባእታዊ ትምህርቲ ልሙድ ዝኾነ ውጽኢት ክህበካ እዩ። ልዕሊኡ ክትከይድ እንተደሊኻ ግን ንገዛእ ርእስኻ ባዕልኻ ክትምህር ኣለካ። ሓደ ክትመሃረሉ እትኽእል መንገዲ ካብ ሕሉፋት ተሞክሮታትካ እዩ። ካልእ ክትመሃረሉ እትኽእል ዝበለጸ መንገዲ ግን ካብ ናይ ካልኦት ሰባት ተሞክሮ እዩ። ሓንቲ መጽሓፍ ሓሙሽተ ዓመት ክትዕቅበልካ ትኽእል እያ። እዚ እንተ ኣንቢብካዩ ትፈልጥ ዶ ከመይ ጌርካ ኣእምራዊ ሓይሊ ተጥሪ ዝምህር መጽሓፍቲ ከም ዘሎ ከመይ ጌርካ ንፉዕ ተዘራባይ ከም ትኸውን መራሒ ከም ትኸውን ብኸመይ ሰባት ከም ትጸሉ ብኸመይ ውልቃዊ ባህርያትካ ከም ተማዕብል ብዛዕባ እዚ ዅሉ ኣርእስታት እዚ መጽሓፍቲ ከም ዘሎ ትፈልጥ ዶ? ትፈልጥ ብኣማኢት ዝቑጸሩ ዕዉታት ሰባት ታሪኻቶም ኣብ መጽሓፍቲ ከም ዝጸሓፍዎ? ብኸመይ ከም ዝተዓወቱ ብጽሑፍ ከም ዘስፈርዎ? ሰባት ነዚ ምንባብ ይኣብዩ። ነዚ ብኸመይ ክትገልጾ ትኽእል? ብጌጋ ኣይትረዳእኒ ምሉእ መዓልትን ለይትን ከተንብብ ኣለካ ማለት ኣይኮነን። ፍርቂ ሰዓት ኣብ መዓልቲ ገለ ኣወንታዊ ዝኾነ ነገር ኣንብብ። ገለ ቻለንጅ ዝገብረካ፣ ገለ ዝምስጠካ፣ ኣብ መዓልታዊ ህይወትካ ዝሕግዘካ። እንተወሓደ ፍርቂ ሰዓት። ንፉዕ ኣንባቢ ኣይኮን። እዚ ናተይ ምኽሪ እዩ። ናይ ካልኦት ጽሑፋት ኣንብብ። ንዓይ ስምዓኒ፣ ድሒርካ ናይ ባዕልኻ ሓሳብ ኣማዕብል። ሰዓባይ ጥራይ ኣይትኹን፣ ተመሃራይ ኩን። እቲ ካልኣይ ክትልወጠሉ ትኽእል መንገዲ ብምስማዕ እዩ። ኣብ ከባቢ ኣወንታውያንን ዕዉታትን ሰባት ኩን እሞ ብጽሞና ስማዕ። ካብ ዘይዕዉታት ሰባት እውን ክትምሃር ትኽእል ኢኻ። ኣወንታ ኣሉታ ኢልካ ፈላልዮ። እቶም ዘይዕዉታት ሰባት እንታይ ይገብሩ ይዛረቡ ስማዕ። ስማዕ እሞ ከምኡ ምግባር ኣቋርጽ። ኣብ ኩሉ ገለ ንምሃሮ ነገር ኣሎ። ካብ ጽቡቕ ወላ ካብ ሕማቕ። እቲ ሳልሳይ ክትልወጠሉ እትኽእል መንገዲ ኣተኲርካ ብምዕዛብ እዩ። ኣብ ከባቢ ብሉጻት ኩን እሞ ተዓዘብ። ስለምንታይ? ምኽንያቱ ዓወት ኣፋፍኖት ስለ ዝገድፍ። ከመይ ገይሮም የእዳው ሰላም ከም ዝብሉ ተዓዘብ። ብኸመይ ከም ዝምልሱ ርኣዮም። እቶም ንነገራት ኣብሊጾም ዝገብሩ ሰባት ንገለ ነገራት ደጋጊሞም ይገብርዎም። በሊሕ እንተ ኾንካ ነዚኣቶም ክትቀድሖም ትኽእል ኢኻ። ንኹሉ ተዓዘቦ። ልዕሌኻ ኣታዊ ዘለዎ ሰብ እንተሃልዩ ከመይ ኢሉ ከም ዝንቀሳቐስ ርኣዮ። ኣነ ክትገብሮ ዝሓተካ ዘለኹ ንፉዕ ተዓዘባይ ምዃን እዩ። ግን ተጠንቀቕ ክልተ ዓይነት ምርኣይ እዩ ዘሎ። ብዓይንኻ ወይ ብሓንጎልካ። ብዓይንኻ ርእ ነገራት ክትርኢ ኢኻ። ብሓንጎልካ ርእ መልስታት ክትርኢ ኢኻ። ክልቲኡ የዒንትኻን ሓንጎልካን ኣብ ስራሕ ጽመዶ። ኩሉ ብጽሞና ተዓዘብ። ኣብ ዝሃለኻ ሃሊኻ ወንኻ ምሉእ ብምሉእ ኣብኡ ይሃሉ። ድሒርካ ብስራሕ ተጸመድ። በቲ ነቲ ዘድሊ ስራሕ ናይ ምስርሑ ክእለትካ ተመሰጥ። ኩሉ ክቕየር ዝኽእል ካብ ጽባሕ ጀሚራ ገዛእ ርእስኻ ክትገብሮ ዘለዋ ነገር እንታይ እዩ? ብዘይ ምንጋር ብስቕታ። ካልእ ኣብዚ ጉዕዞ እዚ ስነ ምግባር ከድልየካ እዩ። እቲ ቀንዲ መፍትሕ ዝኾነ ነገር ብንኣሽቱ ስነ ምግባራት ምጅማር እዩ። በዚኦም ተመሰጥ እዚኣቶም እዮም ናብቶም ዓበይቲ ከምርሑኻ። ኣብ ህይወት ነቶም ንኣሽቱ ከይሰገርካ ነቶም ዓበይቲ መሰናኽላት ክትሰግር ከቢድ እዩ። ብዛዕባ ክትገብሮም እትኽእል ነገራት ሓደ ሊስት ጸሓፍ እሞ ኣብ ምግባሮም ብቐጥታ ንጠፍ። ኣብ ልዕሊ እዚኦም ስነ ምግባር ይሃልኻ። ከምዚ እንዳገበርካ እንተጸኒሕካ ህይወት ዓበይቲ ብድሆታት ምስ ትቕርበልካ ድሉው ኮንካ ክትጸንሕ ኢኻ። ጭዋዳኻ ጠንኪሩ ክጸኒሕ እዩ። ኣብቶም ንኣሽቱ እንተዘይሓይልካ ኣብቶም ዓበይቲ ክኸብደካ እዩ። ካልእ ኣገዳሲ ነገር ንለውጢ ንገዛእ ርእስኻ ባዕልኻ ምትብባዕ እዩ። ማለት ሰልፍ ሞቲቬሽን። ንገዛእ ርእስኻ ባዕልኻ ከተተባባዕ ኣለካ። ምትብባዕ ናይ ገዛእ ርእስኻ ምሉእ ብምሉእ ንኻልእ ክትህቦ ኣይትኽእልን ኢኻ። ካልእ ሰብ ኩሉ ግዜ ከተባብዓካ ኣይትጽበን ኢኻ። ገለ ሰብ ይብል፣ ዘተባብዓኒ ሰብ እንተ ዝመጽእ ነይሩ፣ ሕራይ እንተ ዘይመጸ'ኸ? ስለዚ ኢኻ ዝሓሸ ውጥን ክህልወካ ዘለዎ። ሕጂ ኣብቲ ዝረኸብካዮ ኣክሽን ክትወስድ ኣለካ። ዝተመሃርካዮ ናብ ፍልጠት ጥራሕ ከምርሓካ ኣይትፍቀድ። ፈላጥ ደንቆሮ ክትከውን ኢኻ። ፍልጠትካ ናብ ተግባር ከም ዝወስደካ ግበር። በዓል ጸጋ ክትከውን ኢኻ። ብዙሕ ዓይነታት ሃብቲ ከም ዘለዎ ይፈልጥ እየ። ገንዘብ ሓደ ካብቶም ዋጋታት እዩ። ገንዘብ ከለዎም ኣዝዮም ድኻታት ዝኾኑ ዝፈልጦም ሰባት ኣለዉ። ካልእ ክንፈልጦ ዘለና ኣብ ኣነባብራና ቁሩብ ጥንቃቐ ከም ዜድልየና እዩ። ነቲ ሲስተም ክትስዕሮ ኣይትፈትን። ከመይ ከም ዝሰርሕ ፍለጦ እሞ ስርሓሉ። ክትስዕሮ ኣይትፈትን። በቃ እቲ ክሰርሓሉ ዝኽእል